ሰላም ከመይ ትቅንዩ ክቡራት ተከታተልቲ መደብና ቅድሚ ኩሉ ንኩላህና ኣመንቲ ክርስትና እንኳዕ ናብ ዳግማይ ትንሳኤ ብሰላም ኣብቅዓና እንዳበልኩ ኣብዛ ናይ ሎምዓንቲ ሓጻር ናይ ኣፍተር ኢፌክትስ ቱቶርያል ወይ ትምህርቲ ከመይ ገረ እዛ ቴክስት ኣኒሜሽን ከም ዝሰራሕኹዋ ብቅልል ዝበለ ክርእየኩም ክፍትን እየ ሰናይ ምክትታል ሕራይ እምበኣር ብመጀመርታ ንኣፍተር ኢፌክትስ ምስ ከፈትናዮ ናብ ከምዚ ገጽ እዩ ክወስድና ሆም ድብል ስለዚ ኣብዛ ቀዳሚት ደላ ኒው ፕሮጀክት ኢለ ነቲ ናተይ ፕሮጀክት ሓድሽ ነዛ ኒው ኮምፖዚሽን ትብልላ ጠዊቐ ነቲ ናተይ ፕሮጀክት ሽም ኮበየ ስለዚ ንሎማዕንቲ ፋሲካ ኢለ ሽም ሂበ እቲ ዌድስ Height ልክዕ ከምቲ ኣብ ፉል HD ዝበልናዮ ሽሕን ትሽዓተ ሚእትን ዕስራ ብሽሕን ሰማንያን እቲ ፍሬም ሬት ከዓ ሰላሳ ዘለዎ ጌርና እቲ ባክግራውንድ ዋይት ጌርና ኦኬ ክብሎ እየ ኦኬ ምስ በልኩ ሓደ ኮምፖዚሽን ጀሚረ ኣለኹ ማለት እዩ ፋሲካ ትብል ኣብዚ ፅሑፍ ኣሎ ስለዚ ከም መጀመርታ እቲ ባክግራውንድ ኢና ክንሰርሖ ስለዚ ባክግራውንድ ክንሰርሕ ተኮይና ኣብዚ ኣራይት ክሊክ ጠዊቐ ኒው ኢለ ሶሊድ ብላ ሶሊድ ኢለ ነቲ ሶሊድ ከዓ እቲ ባክግራውንድ ናተይ ማለት እዩ ወይ ድሕረ ባይታ ቢጂ ኢለ ክፅሕፈሉ እየ ክፈልጦ መታን እቲ ሳይዝ ልክዕ ከምቲ ናይ ኮምፖዚሽን ናህና ገይረ ኦኬ ይብሎ ስለዚ ባክግራውንድ ናተይ ፃዕዳ ገይረ ኣለኹ ስለዚ ነዛ መፍትሕ ደላ ንዓ ጠዊቐ ነቲ ባክግራውንድ ንኸይትንክፎ ይዓፅዎ ማለት እዩ ብምቕፃል እቲ ካልእ ተደላ እታ እታ መስመር ትመስል ኣብዚ ናብዚ ናብ እንትብል ነበረት እያ ንዓኻ ኣብዛ ፐን ቱል ትብል ዘላ ኣብዘላ ዕለት ተኺድና ንዓ ጠዊቕና ኣብዚኣን ኣብዚኣን እንድሕር ዳኣ ስኢልና ሓደ ላይን ክመጸልና እዩ ሕጂ እዚ ላይን መጺላይ ዘሎ ንዓይ ኣጋጣሚ እዚ ስትሮክ ዕስራን ኣርባዕተን ገይረዮ ስለ ዘለኹ እዩ ፊል እንድሕር ደኣ ንኣብነት ብውሽጡ መሊእቲ ኮይኑ ነታ ፊል ትብል ዘላ ጠዊቕኩም ከም ዝብል ክመፀኩም እዩ ስለዚ ነዛ ፃዕዳ ትብል ዘላ ናን ትብል ዘላ ንዓ ጠዊቕኩም ኣብ ስትሮክ ግን ኣብ ስትሮክ ግን ነታ ሶሊድ ከለር ትብል ኣለ ንዓ ጠዊቕኩም ሽዑ እቲ ቁፅሪ እንድሕር ኣብዚሕኹሞ እቲ ናትኩም ላይን ቁሩብ ግጅፍ ይብል ማለት እዩ ስለዚ ከከም ትዓቐኑ ደስ ዝበለኩም ወይ ርጉድ ዝበለ ወይ ቅጥን ዝበለ ኣነ ክሳብ ከምዚኣ ደሓን እያ ብላ ተደይ ገጅፉ ፅቡቅ ኣይኮነን ስለዚ ነዚኣ ምስ ገበርኩ እታ ላይን ሰሪሐ ኣለኹ ማለት እዩ ተላይን ምስ ሰራሕኽዋ ብዝቕጽል እቲ ቴክስት ናህና ኢና ክንጽሕፎ ቴክስት ናህና ክንጽሕፍ ተኮይና ከዓ ቅድሚ ይቕሬታ ቅድሚ እታ ቴክስት ኣብ ፀጋም እዛ ኣላይን ትብል ዘላ ድለይዋ እንጂ ነዛ ማእኸለይቲን ነዚኣን ኣብ መንጎ ክገብረን ኣለኒ እንድሕር ዳኣ እዛ ኣላይን ደይትረኽብዋ ተሊኹም ከዓ ኣብ ዊንዶውስ ጌርኩም እዛ ኣላይን ትብል ዘላ ጠዊእኩም ነዚ መመዓራረይ ማለት እዩ ካብ ብኢድና ከምዚ ጌርና ንማእኸል ነምፆ ወይ ትኽክል ክመፅእ ስለ ዘይክእል ኣብ ዊንዶውስ ኣትኹም ኣላይን ትጥውቁ ሽዑ ነዛ ካልኣይትን ነታ ቴክስት ጠዊእኩም ነታ ካልኣይትን ወይ ነዚኣን ተመዓራሪቦ ማእኸል ትገብርዎ ማለት እዩ ስለዚ ብምቕፃል እታ ቴክስት ናና ወይ ትፅሑፍ ኢና ክንፅሕፎ ስለዚ ትፅሑፍ ንኣብነት ግእዝ ወልዔ ስለዚ ርሑስ በዓል ዳግማይ ትንሳኤ ኢለ እታ ቀዳመይቲ ክገብረ እቲ ቴክስት ብዙሕ ተደ ዓብዩ ፅቡቕ ኮይኑ ስምዓኒ ስለዚ ርሑስ በዓል ዳግማይ ትንሳኤ ኢለ ነታ ኣብቲ ዓንተ ወይ ደኸድነ ኣላይን ከይደ ኣላይን ብላ ሽዑ ኣብ ማእኸል ላዕልን ታሕትን ኣብ ማእኸል ከም ትኾነ ገብራ ማለት እዩ ብምቕፃል እታ ግእዝ ኣጥፍኤ ኣብ ኪቦርድ ናተይ ኮንትሮልን ዲን ብሓንሳብ ተጠዊቀዮ ዲፕሊኬት ኮንትሮል ፕላስ ዲ ተኮይኑ ዲፕሊኬት ወይ ከዓ ኣብ ማክ ቴሌኮም ከዓ ኮማንድ ዲ እንድሕዳ ጠዊኩሞ ዱፕሊኬት ወይ ዳብል ምግባር ማለት እዩ ዱፕሊኬት ገብሮ ሕጂ ስእሊ ክልተ ፅሑፍ ኣለኒ ማለት እዩ ኣብ ርእስን ርእስን ተደሪቡ ስለ ዘሎ ኢኹም ዘይትርእይዎ ዘለኹም ነታ ካልኣይቲ ክልተ ፅሑፍ ዘለዋኒ በዚ ምስ ከደትን በዚ ክትምለስ ክላን ስለዚ ነቲ ሓንቲ ዓይኒ ዓሚተ ነታ ታሕተወይቲ ደላ ነታ ላዕለወይቲ ደላ እቲ ቴክስት ናታ ክቕይሮ እየ ርሑስ ዳግማይ በዓል ርሑስ በዓል ዳግማይ ትንስዐ ስወዳእኹ እቲ ግእዝ ከጥፎ ኣለኒ ፐርከስ እቲ ዝፅሕፎ ፊደላት ሕደ ክኸውን ስለ ዘይክእል ስለዚ ምስ ወዳእኹ እቲ ናተይ ጽሑፍ እታ ካልኣይቲ ማለት እዩ ልክዕ ኣብቲ ኣላይን ዝኸድኩ ኣላይን ኢለ ኣብ ማእኸልን ልክዕ ኣብ ሰንተር ከም ትኸውን ይጥውቐን ማለት እዩ ነዚኣን ነዚኣን ኣብ ሰንተር ኣሎ ማለት እዩ ጽሑፈይ ስለዚ ኣብ ርእሲ ርእሲ እንድሕር እቲ ሓንቲ ወሊዐ ኣብ ርእሲ ርእሲ እየን ዘለዋ ሕጂ ቅድሚ ናብ ቴክስታይ መኻደይ ነዘን ክልትኤን ፕሪኮምፖዝ ክንገብረን ኢና መታን ከይተሓዋወሰና ፕሪ ኣብታ ቀዳሚት ጠዊቐ ራይት ክሊክ ጠዊቐ ፕሪ ኮምፖዝ ዝብላ ፕሪ ኮምፖዝ ምስ በልኳ ከምዚ ክመፃኒ እዩ ስለዚ ርሑስ በዓል ዳግማይ ትንስዐ ኢለ ቁፅሪ ሓደ ክብላ እየ ነታ ካልኣይቲ ከዓ ራይት ክሊክ ጠዊቐ ፕሪ ኮምፖዝ ክብላ እየ ልክዕ ሽም ከዓ ርሑስ ዳግማይ ትንሳኤ ይግበረልና ኢለ ቁፅሪ ክልተ ክብላ እየ ሽዑ ኦኬ ክብላ እየ ኦኬ ምስ በልኩዋ ስለዚ ክልተ ኮምፖዚሽን ኣለዎኒ ሓደን ክልተን ከም ትሪእዎ ዘለኹም ሕጂ እዚአን ክልቲአን ስለ ኣብዚ ግዜ ዘየድልያኒ ነዚአን ዓይን ዘለዋ ዕምት ዕምት ተቢለየን ቴክስት ተዓሚቱ ኣሎ ማለት እዩ ስለዚ ቅድም ነዛ ሸፕ ሌየር ደላ ክሰርሓ ደልየ ኣለኹ ንዓ ክሰርሓ እንተኮይነ ከዓ ኣብዚኣ ታሕቲ ደላ ኣትየ ኣብ እዛ ኣድ ትብል ደላ ጠዊቐ እዛ ትሪም ባዝ ትብል ደላ ትሪም ፓስ ትብል ደላ ንዓ ጥውቐ ንዓ ምስ ጠወቕኩዋ ኣብ ታሕቲ ኣብ ትሕቲኡ ትሪም ፓስ ዝብል ዘሎ ንዑ ጠዊቐ እቲ ስታርት ኤንድ ኤንድ ብለኒ ኣሎ ስለዚ ንክልቲኤን ሓምሳ እቲ ሓንቲ ከዓ ሓምሳ ክገብረን እየ ስለዚ ሓምሳ መግበሪ ሓምሳ ተገርካ ክልቲኡ ስታርት ንድ ኤንድ እቲ ብላዕልን ብታሕትን ዝመፅእ ይጠፍእ ማለት እዩ ሕጂ እቲ ቴክስት ኣብዚ ማእኸል ጠፍኡ ኣሎ ማለት እዩ ኢሱ ስለ ዘሎ እቲ ናተይ ከርሰር ንድሕሪ ትመልሶ ናብ ዜሮ ሰከንድ ገይረ እታ ኣብ ፕሪምየር ኢና ነርና ነዛ ኣብዚ ደላ ኣንክር ፖይንት እታ ነዚኣ ንእሽተይ ዘለዋ ስታርት ማርክ ትብለላ ንዓ ጠዊቕና ኣብ ናይ ክልቲኤን ድሕሪ ሓደ ሰከንድ ሕጂ ንኣብነት ናትኩም እዚ ገፊሑ ክኸውን ይኽእል እዩ ወይ ፀቢቡ ክኸውን ይኽእል እዩ ግን ነዛ ታሕቲ ደላ ከምዚ ጌርና እንድሕዳ ጠዊቕናያ እቲ ሰከንድ ክንሪኦ ንኽእል ኢና ስለዚ ከምቲ ሓደ ግዜ ገሊፀ የነበርኩ ኣብ ሓደ ቪድዮ 24 ፍሬም ኣለዉ ወይ 30 ወይ 24 ኢልና ምሽ ኔርና እቲ ሓንቲ ወይ ክንኣቱ ከለና እቲ ኣብዚ ኮምፖዚሽን ሰቲንግ እንተኸይና 30 እየ መሪፀ ነር 30 ፍሬም ስለዚ ኣብዚኣ ሓንቲ ሰከንድ 30 ፍሬም ኣለዉና ማለት 30 ስእሊ ሕጂ ግን ኣነ ኣብ ሓንቲ ሰከንድ እታ ስእልስ እታ መስመርሲ ከም ትወፅእ ክገብራ ደልለ ስለ ዘለኹ ኣብ ሓንቲ ሰከንድ ክትበፅሕ ከላ እታ ከርሰር ጠዊቐ ነታ ስታርት ትብል ነበረት ሓምሳ ነበረት ንዓ ሚኢ ትገብራ ነታ ኢን ትብል ነበረት ከዓ ንዓ ከዓ ዜሮ ክገብራ እየ ሕጂ እንድሕር ስፔስ ተጠዊቐ ፕለይ ክብለኒ ማለት እዩ እታ ከርሰር ትወፅኣላ ማለት እዩ ካብ ዜሮ ጀሚራስ ቡቪላ ትወፅኣላ ስለዚ እቲ ኣኒሜሽን ጀሚርና ያለና ግን ከምዚ ስሙዝ ዓይነት ኣኒሜሽን ኣይኮነን ደሎ እንድሕር ደኣ እቲ ፀቢብና ኮይኑ ከምዚ ጌርና ኣብዚ ታሕቲ ጠዊቕና ስፔስ ናትና ከምዚ ጌርና ክንሪኦ ንኽእል ኢና ሕጂ ኣብ ከባቢ ሓደ ሰከንድ እየ ዘለኹ ምናልባት እቲ ናቱ ኣኒሜሽን ቁርብ ዱንግይ ዝበለ ኮይኑ ዝሰሚዕኒ ኣሎ ስለዚ ከባቢ ቅድሚ ሓደ ሰከንድ ክገብሮ እየ ቅድሚ ሓደ ሰከንድ ምስ ገበርኩ እቲ ኣኒሜሽን ኣሎ ደሓን ኣሎ ግን ከምዚ ስሙዝ ኣይኮንን ከምዚ ቅልጢፉ ክወፅ ኣይክእልኒ ስለዚ ነታ ክልቲኤን ተን ኣርባዕተ ፖይንት ዘለዋ ክብ ማውስ ገይረ ከምዚ ገይረ መሪፀ እንድሕዳ ኤፍ9 ተጠዊቐ ኢዚ ኢን ዝበሃል ኣሎ ንዕኡ ኣክቲቬት ገይረ ኣለኹ ማለት እዩ ስለዚ እዚ ኢዚን ኣበይ ክንረኽቦ ንኽእል ተልኩምኒ ነተን ከርሰር መሪፅና ኣብዚ ታሕቲ ንድሕሪ ራይት ክሊክ ጠዊቕናዮ ሽዑ ኪ ፍሬም ኣሲስታንት ትብለና ደሎ እዚ ኢዚ ኢዝ ትብለና ደሎ ንሱ እዩ ብሕፅር ዝበለ መገዲ ግን ኤፍ9 ንድሕዳ ጠዊቕናዮ ኣክቲቬት ጌርና ኣለና ማለት እዩ ስለዚ እዚ እንታይ ድገብር ተልና ነቲ ኣኒሜሽን ስሙ ዝገብሮ ክወፅ ከሎስ ደስ ከምዚ ኣለዎ ከምዚ ሸረር ኢሉ ወፅ ማለት እዩ ብሓደ ግዜ ድብዝዝ ኣይብልን ስለዚ ንዑ ምስ ገበርና መሊስና ከዓ ነተን ኣርባዕተ ዘለዋ መሪፅና ነዛ ግራፍ ትብል ዘላ እዛ ግራፍ ኤዲተር ንዓ ንጥውቓ ንዓ ጠዊቕና ኸዓ ሽዑ ኣብ ታሕቲ ኣብ ታሕቲ እንድሕር ኣብ ታሕቲ እዛ ግራፍ ቹዝ ግራፍ ታይፕ ትብለና ደላ ንዓ ጠዊቐ እዛ ኤዲት ስፒድ ግራፍ ተመሪፃ ከም ዘላ ክትርእይዎ ኣለኩም ከም ናተይ መታን ንክትርእይዎ ንድሕረ ዘይመሪፅኩሞ ካልእ ክመፀልኩም ንኣብነት ከምዚ ንኣብነት ክኾኑ ይኽእል ናትኩም ስለዚ ልክዕ ከምዛ ናተይ እዛ ኤዲት ስፒድ ግራፍ ትብለ ኣለና ዓመሪፀ ንኹሉ ከምዚ ገይረ ሰሌክት ትብሎ ሰሌክት ኢለ ሽዑ ነዘን ብጫ ደለዋ ኣብዚ ታሕቲ ደለዋ ትሪእዎ ኣለኹም ንዕን ከምዚ ተገይረየን እቲ ኣኒሜሽን ቨሪ ስሙዝ ዝኸውን ማለት እዩ ሕጂ ክትሪእና ራይዎ ካብቲ ናይ ዓንተ ወይስ ብዝያዳ በልፅ ክወፁ ከሎ እቲ ላይንስ ስሙዝ ኣኒሜሽን ኮይኑ ኣሎ ማለት እዩ ስለዚ እዚኣ ምስ ገበርና እዮም ነዛ ከርሰር ነዛ ላይን ደላ በዚ የማን ክጅምር ደሊና ኣለና ስለዚ ንዑ ወዲእና ኣብ ኪቦርድ ኣብ ላዕሊ ዘሎ ኣብታ ሼፕ ሌየር ጠዊቕና ፒ ተጠዊቕና እቲ ፖዚሽን ክመፀና እዩ ስለዚ ነቲ ፖዚሽን ራይት ክሊክ ጠዊቐ እንድሕር ዳ ሰፕሬት ዳይመንሽን ስተልያ እቲ ኤክስ ኤንድ ዋይ ፖዚሽን ክመፃኒ እዩ ስለዚ ናብ ኤክሲስ ኣክሲስ ከምዚ ገይረ ንወኒ ይገብራ ማለት እዩ ስለዚ ፕለይ ቴለያ እታ ላይን ካብ ፀግዒ ትጅምር ኣላ ማለት እዩ ምናልባት ቁሩብ ተፀጊዓ ኣላ ናተይ ከምዚ ገይረ ቁሩብ ንደገ ከውፃእ እዩ ፅቡቅ ሕጂ እታ ላይን ካብዚ ጫፍ ወፅያ ውድእ ምስ ኣበለት ናብዚ ንየማን ክትከይድ ደልየ ኣለኹ ስለዚ ከምኡ ክገብር ተደልየ ኣብ እታ ሸይፕ ፕለየር ጠዊቐ ኣብዚ ኤክስ ንድ ዋይ እንድ ክፃወት ሕጂ ግን ኣነ ደልየ ዘለኹ እታ ላይን ምዕባይ ምስ ገደፈቶ ልክዕ ኣብታ ትውድኣሉ ግዜ እያ ክትንቀሳቐስ ደልያ ዘለኹ እታ ክስታይ እታ ከርስ እታ ላይን ተደይ ኮይኑ እንድሕር ደኣ ነዚኣ ኤክስ ፖዚሽን ትብል ዘላ ጠዊቐ ንኣብነት ኣብ ቅድሚት ክትከውን ኣለዋ እታ ላይን ወይ ከዓ ዘይተረድኣትኩም እንተኮይና ከዓ ኣብዚ እታ ከርሰር ኣብዚ ገይረ እንድሕር ደኣ እቲ ኤክስ ፖዚሽን ኣክቲቬት ተገይርዮ ሽዑ እንድሕር ደኣ ኣብዚ ክትበፅሕ ከላ ንኤክስ ኣክሲስ ከምዚ ተገይርዮ እታ ላይን እንዳዓበየት እያ ትኸይድ ማለት እዩ ከምዚ ደለኹዋ እንደለኹ ኣነ ኣነ ደልያ ዘለኹ ልክዕ ምዕባይ ክትውድእ ከላ ምዕባይ ክትውድእ ከላ እያ ክትንቀሳቐስ ደልያ ኣለኹ ስለዚ እንታይ ይገብር ኣብታ ኣብ ትውድእ ኣላ እታ ላይን ኣብ ትውድእ ኣላ ምዕባይ ኣብ ተቋርጾ ግዜ ኣብኣ ኤ ማርክ ክገብርልል እየ ስለዚ እንታይ ይገብር ኣብ ቀዳመይቲ ደላ ኤክስ ፖዚሽን ይጥውቓ ይኸይድ ክሳብ ምዕባይ ትውድእ ከኣ ልክዕ ኣብኣ ማርክ ገብራ ማለት እዩ ኣብ ከባቢ ብዚኣ ክትበፅሕ ከላ ካልኣይቲ ነዚ ኣብ ማርክ ትውቃ ስለዚ ክሳብ ኣብዚ ደሎ ኣይትትንከፍን እያ ማለት ታላይን ካብኡ ቀፂሉ ዘሎ ግን ምስ ዓበየት ምስ ውድእ ምስ ኣበለት ከባቢ ዕስራን ሓሙሽተን ፍሬምስ ንቕድሚት ሽዑ ነታ ኤክስ ፖዚሽን ትብለላ ንየማን ከም ዝገብራ ማለት እዩ ስለዚ ነታ ኣኒሜሽን ናተይ ንድሕር ፕሌይ ኢለያ ኢላ ትንቀሳቐስ ኣላ ቁሩብ ዶንጊ ኣላ እቲ ናብዚ ናብ ዝትኸደሉ ካብ የማን ካብ ፀጋም ንየማን ትኸደሉ ቁሩብ ዶንጊያ ስለ ዘላ እቲ ናቱ ፍሬም ንውሓት ሕፅር ከብሎ እየ ስለዚ ሰሪሕናዮ ኣለና እቲ ምንቅስቃስ ከምቲ ዓንተ ወይ ዝገበርናዮ መሪፅና ኤፍና ን ተጠዊቀ ኢዚ ኢዚ ዝበሃል ኣለሉ ትድበልናዮ ንዑ ጥውቆ ካብኡ ካብቲ ግራፍ ኤዲተር ከይደ መሪፀ ስሙዝ ከም ድኸውን ቅሩብ ይገብሮ ብምቕጻል ከዓ እዛ ትርእዋ ዘለኹም እዛ ብለር ትብላላ ከም ዝኾነ ነገር ክንቀሳቀስ ከሎስ ቅሩብ ድብዝዝ ከም ድብል ኣብ ሞሽን ከም ደሎ ንምርኣይ ማለት እዩ ና ኣክቲቬት ተገርያ ኣብ ትኸደሉ ግዜ ቅሩብ ድብዝዝ ትብላላ ማለት እዩ ሕጂ እቶም ንኣሽቱ ነገራት ናይ ኣኒሜሽን ስለ ንኣትዎም ዘለና ምናልባት ኩሉ ዘይክርዳእኩም ይኽእል እዩ ግን ቀስ እንዳገበርኩም ክትርእይዎ ትኽእሉ ኢኹም እዚ ቪድዮ ብምቕጻል እታ ላይን ጫፍ በጺሓ ክትምለስ ደልያ ስለ ዘለኹ ልክዕ ኣብታ ትውድእ ኣላ ሓንቲ ፍሬም ሰጊረ ክሰግር ከለኹ ከዓ ከመይ ጌርካ ንየማን ዝፍሬም ሰግር ኣለኹ ተልኩም ንኻ ኣብ ኪቦርድ ንሃና ፔጅ ኣፕ ፔጅ ዳውን ዝበሃሉ ኣለዉ ስለዚ ፔጅ ዳውን ተጌርና ንድሕሪት ኢና ንቅድሚት ኢና ንኸይድ ፔጅ ኣብ ቴሌ ከዓ ንድሕሪት እየ ዝኸይድ ፍሬም ባይ ፍሬም ክነጥር ተኮይነ ስለዚ ኣብታ ናይ መጨረሻ ዘላታ ክስታይ በፂሕ ብታ ፖይንት ድገበርና ሓንቲ ፍሬም ፔጅ ዳውን ቴልያ ሓንቲ ፍሬም ነጢረ ከዓ መሊሰ ከዓ ሓንቲ ማርክ ገብር ማለት እዩ ማርክ ገይረ ከዓ ልክዕ ንድሕሪት ክመልሳ ደሊ ኣለኹ ታላይን ስለዚ ቁርብ ክይድ ኢለ ከዓ ኣብ ኤክስ ኣክሲስ ንድሕሪት እቲ ቁፅሪ ይመልሶ ማለት እዩ ስጋ ኣብታ ዝነበረታ ኣከባቢ ስጋ ኣብዚኣ መሊሰ ኣለኹ ስለዚ ፕለይ ክብላ እቲ ኣኒሜሽን

እቲ ፍሬም ምምራጽ ባዕልና ክንርእዮ ክንክእል ኣለና ከቲ ሪያሊስቲክ ናይቲ ኣኒሜሽን ማዕረ ክንደይ ክበልጸልና ተደሊና ኣነ ቆጽሮን እየ ዘለኹ እቲ ክንደይ ፍሬም ከም ዝገብር ዘለኹ ቱቶሪያል ስለ ዝኾነ ኣብ ምምላስን ኣብ ምክያድን ፅቡቕ ኣላ ኢለ ስለ ዝኣምን እታ ላይን ኣብዚ ክንውድኣ ኢና ማለት እዩ ስለዚ እቲ ዝመፅእ ዘሎ እቲ ፅሑፍ እዩ ስለዚ እታ ላይን ስለ ዝወዳእኹ ንዓኣ ሓንቲ መፍትሒ ክገብረላ እመታ ንዳሕራይ ንኸይትንክፎ ስለዚ እታ ቀዳመይቲ ለላታ ርሑስ በዓል ዳግማይ ትንሳኤ ትብልላ ንዓ ነታ ዓይኒ ክውላዐ ሕጂ እታ ከርሰር እታ ላይን ልክዕ ቅድሚ ሕልፍ ክትብላ ከላ ትፅሑፍ ክረአ ደልየ ስለ ዘለኹ እንታይ ይገብር ኣብታ ርሑስ በዓል ዳግማይ ትንሳኤ ቁፅሪ ሓደ ዘላ ኣብ ታሕቲ ናይቲ ኣሮ ድመስል ንሕዳ ጠዊቐ ሽዑ ኤም እጥውቕ ኤም ናይ ማስክ ኣክቲቬት መግበሪ ማለት እዩ ስለዚ ኣብዛ ላዕለወይቲ ደላ እዛ ሬክታንግል ደላ እንድሕር ካልእ ዓይነት ክስተያል እዩ ካልእ ሸፕ ተልዩ ንዓ ጥውቕ ኣቢልኩም ተጸኒዕኹም እቲ ሸፕ ክመጻኩም ክመጻኩም ስለ ዝኾነ ነታ ሬክታንግል ቱል ትብል ዘላ መሪጸ ሓደ ሬክታንግል ቱል ከምዚ ገይረ ክስእል እየ እዚ ቱል ሕጂ እዚ ሬክታንግል ንስእል ዘይኮና ዘለና ማስክ ኢና ንሰርሕ ዘለና እቲ ማስክ ከዓ ምልክዕ ምስታ ከርሰር ከነንቀሳቕሶ ስለ ዝኾና ነታ ሬክታንጉል ቱል መሪጸ ነታ ጎና ደላ ፔን ቱል ንዓ ይመርጻ ንዓ መሪጸ ሽዑ ኣብ ታሕቲ ነታ ማስክ ትብለላ ማስክ ናምበር ዋን ትብለላ መሪጸ እቲ ማስክ ፓዝ ድብለሉ ንዕኡ ኣክቲቬት ገብሮ ማለት እቲ ፍሬም ፍሬም ባይ ፍሬም ክስታይ ክንገብር ስለ ዝኾነ ኤዲት ክንገብር ስለ ዝኾነ ስለዚ ኣብ ላዕሊ እንድሕር ደኣ መሪፅያ መሊሰ ኣብ ፓዝ ፀኒሐ ሽዑ ኣብ ታልዓሊ ማስክ ትብለላ ተመሪፅያ ሰለስተ ክስታይ ክመፃን እየን ሰለስተ ነጥቢ እዚ እንታይ ማለት እዩ ፍሬም ባይ ፍሬም ማስክ ክገብራ እያ ማለት እዩ ነታ ስእሊ ስለዚ እንታይ ክገብር እየ ፔጅ ኣብ ፔጅ ዳውን ኢልናያ ነርና ዓንተ ወይ ፔጅ ዳውን ድሕሪ ድኣ መሪፅያ ትርእይዋ ኣለኹም ተማዝ ክትጅምር ኣላ ስለዚ ወላ ሓንቲ ኣይትንክፍኒ ክሳብ ሙሉእ ትወፅእ ማለት እዩ ኣብዚኣ ኣብ ትወፅኣሉ ግዜ ግን ነታ ማዝ ክታ ክገብራ እየ ከምዚ ገይረ ንጎኒ ከምዚ ክገብረ እየ ሕጂ ዕላማይ እንታይ እዩ ልክዕ ምዛ ነጥቢ ደላ ክንቀሳቐስ እየ ሕጂ ኣብ ድንቀሳቐስሉ ከዓ እታ ስእሊ ክትረአያ ማለት እዩ እታ ፅሕፍቲ ሕጂ ፔጅ ዳውን ብከመይ ትምዝግበላ ተልኩምኒ ፓዝ ማርክ ስለ ዝገበርናዮ ልክዕ እቲ ማስክ በታ በዘን ኣብዚ ዘለዋ ነጥብታት ኣብ ዝወሰድናሉ እያ ክረኣ ማለት እዩ ስለዚ ፔጅ ዳውን እንዳገበርኩ ክሳብታ ማስክ ዓብያ ምንቅስቃስ ትጅምር ልክዕ ኣብዚኣ ምንቅስቃስ ትጅምር ስለዚ ልክዕ ኣብ ማእኸል እንዳተንቀሳቀስ ክኸይድ ትንቀሳቀስ ኣላ ከምዚ ገረ እቲ ማስክ ካብታ ማእኸል መስመር ከይሓለፍኩ ይገብሮ ማለት እዩ ስለዚ እቲ ፅሑፍ ክረአ ይጅምር ኣሎ ምናልባት እታ ማስክ እንድሕር ምን ኩላ መንግስቲ ትንቀሳቐስ ተልያ ኣብታ ፔን ትብል ጥወይኩም ኣብታ ላዕለወይቲ እታ ማስክ ትብል ዘላ ማስክ ናምበር ዋን ትብል ዘላ ንዓንተ ጥወይኩማ ሰለስተ ነጥቢ ክትመፃልኩም እያ ሽዑ እቲ ማስክ ኤዲት ክትገብርዎ ትኽእሉ ኢኹም ማለት እዩ ፍሬም ባይ ፍሬም ማስክ እንዳገበርኩ ከዓ ከውፃ ክፍትን እየ

ልክዕ እታ ቴክስት ሕጂ ወዲኣ ኣላ ስለዚ እቲ መታማስክ ግድን ምስዓብ ኣየድልየንን እዩ ግን ስለዚ ኣብዚኣ እትውድእ ደላፍታ ናይ መጨረሻ ስለዚ ኣብ ፅሑፍ ስለዘየላ ናይ ግድን ኣብኣ ክውድእ ከለኹ ሽዑ ሓንቲ ፍሬም ንበይና ትርእይዋ ኣለኹም ፈለያ ኣለኹ ኣብኣ ሓንቲ ግዜ ጥውቕ ኣቢለ ሽዑ ክምለስ ከለኹ ከዓ ልክዕ ንዓ ይስዕባ ማለት እዩ ክሳብ ትምለስ ከምዚ ገይረ ቀስ ኢለ ስዕባ ነታ ማስክ እንዳተመለስኩ ትኸይደ ከዓ እቲ ማስክ እቲ ፅሑፍን ክጠፍእ እዩ ማለት እዩ

ስለዚ እታ ማስክ ዳርጋ ወዲኣላ ኣብዚኣ እተ ናይ መጨረሻ ስለምንታይ ስጋዕ መጨረሻ ስዕብ ኣለኹ ከልሓራይ ክነግረኩም እየ ስለዚ ኣብዚኣ ወዲኣ ኣላ ውድእ ምስ በልኩ ኣብ ዝኾነ ክሊክ ተገይረ እቲ ማስክ ወዲኡ ኣሎ ማለት እዩ ስለዚ ፕለይ ክብላ ስፔስ ተጠዊቀ እዮም እታ ዳግማይ ትንሳኤ ትብል መፅያትልና ኣላ ማለት እዩ እታ ንኩላህና ኣመንቲ ክርስትና ኢላ ዓንተወይ ዝፀሓፍናያ ንሳ ተሪፋ ኣላ እዚኣ ቀላልያ ልክዕ ተን ዓንተወይ ዝገበርናየን እታ ናይ ማስክ ሙቭመንት ደላ ኮንትሮል ኮፒ ኢልና ንኩለን ከምዚኣ ጌርና መሪፅና ኮንትሮል ሲ ተጠዊቕና ኮንትሮል ኮፒ ማለት እዩ ስለዚ ኣብዚኣ ንኩላህና ትብለላ ኣብኣ መሊስ ናፍታ ላዕለዊ ተጠዊቕና ኮንትሮል ቪ ተጠዊቕና እቲ ናህና ቴክስት እቲ ናህና ማስክ ኣብኡ ፔስት ኮይኑ ኣሎ ማለት እዩ ስለዚ እታ ተሪፋ ደላ እታ ኣንላይን ምግባር ጥራይ እዩ ክትምለስ ክላስ ልክዕ ምስኣ ክትምለስ እታ ፅሕፍትኻ ምስ ረቪል ክትከውን ስለደድልን እያ ደልና ነቲ ቴክስት ነቲ ፍሬም ዳርጋ ብሓደ ክንገብሮ ኢና ስለዚ እዛ ቀዳመይቲ ደላ እታ ትመፅእ ደላ ማለት እዩ እታ ካልኣይቲ ደላ ካታ ትምለስ እያ ስለዚ ንሕና ደሊና ደልና ካብታ ትምለሰላ ግዜ እቲ ሓንቲ ከዓ ክንረኣየልና ደሊልና ኣለና እታ ፅሕፍቲ ንሪኣ ደሊልና ስለ ዘለና ቅድሚኡ ይቕሬታ ረሲዐ ኮማንደር ኣብዛ ኣድ ትብለላ ሳብትራክት ክንብላ ኢና ስለዚ ኣብ ትምለሰሉ ግዜ እቲኣ ስእሊ ክትረኣየና እያ ማለት እዩ እቲ ፍሬም ቁሩብ ቀልጢፉ ኣሎ ካብቲ ክስታይ እዚ ንኣብነት ስኮፍና ይፈላለ ክኸውን ይኽእል እዩ ግን እቲ ላዕለዋይን እቲ ታሕተዋይን ልክዕ ኣብ ሓደ ክስታይ ክኾን ኣለዎ ኣብ ሓደ ላይን ክኸውን ኣለዎ እንተደይ ኮይኑ እቲ ኣኒሜሽን ፅቡቅ ኣይክመፃልናን እዩ ማለት እዩ ስለዚ ሓንቲ ግዜ ፕለይ ቴልያ ከምዚ ትርእይዋ ዘለኹም ከይዳ ትምለስ ኣላ እታ ሓንቲ ተሪፋ ደላ ታክስቲ እያ እታ ክትምለስ ከላ ከምዚ ገራ ንታሕቲ ክትውድእ ደሊና ዘለና እያ ንሳ ከዓ ልክ ኣብታ ሸይ ፕሌየር ኣብታ ሓንቲ ወዲ ሰራሕና እያ ደላ ንሳ ከዓ ኣብዚ ንህለት ኣብ እቲ ናትና ታይም ላይን ድሕድ ኣግጅፍ ኣቢልናዮ እዘን ቀዳሞት ናይ ትሪም ፓ ዝድበልናዮ ንዓንቲ ወይ ኣብ ዝደለዋ ንዕን ኮንትሮል መሪፀ ኮንትሮል ኮፒ ይብለን ሽዑ ኣብ ኣብ ትምለሰሉ ከባቢ ሓንቲ ግዜ ክሊክ ክብል ኣለኒ መታን ከይድገማ እንዳነኣሰት መታን ንኸይትኸይድ ንኸይትምለስ ሓንቲ ግዜ ክልክ ኢለ ሽዑ ፔጅ ዳውን ኢለ ሓንቲ ፍሬም ነጢረ ኮንትሮል ቪ ተጠዊቐ እቲ ናተይ ክስታይ ክስታይ ኮይኑ ኣሎ ማለት እቲ ናተይ ኮፒ ዝበልኮ ፔስት ኮይኑ ኣሎ ስለዚ እንታይ ትኸውን ኣላ ከይዳስ ትምለስ ኣላ እቲ ግን ተዓቢያ ደላ ኣብዚ ሰዓት እዚ በተ ናይ ዓንቲ ወይ ኮፒ ስለ ዝበልናዮ ስለዚ ነተን ኮፒ ዝበልናየን ፔስት ዝበልናየን ራይት ክሊክ ጠዊቐ ኣብዛ ኪ ፍሬም ኣሲስተንት ትብል ዘላ ጠዊቐ ዛ ታይም ሪቨርስ ኪ ፍሬም ስተልያ እቲ ኣኒሜሽን ሪቨርስ ይኾን ኣሎ ማለት እዩ ይግምጠል ኣሎ ስለዚ ኣብ ክንዲ እንዳ ዓበየት ትኸይድ እንዳ ንኣሰት ትከይድ እያ ማለት እዩ እንዳ ንኣሰት ከይዳ ካ ትጠፍእ ስለዚ እታ ሆል ኣኒሜሽን እታ ብምልኣ ኣኒሜሽን ፕለይ እንድሕር ዳ ኢልያ ፉል ኢላ ከይዳ ንድሕሪት ከይዳ ተመሊሳ ትጠፍእ ኣላ ማለት እዩ ኣብ መንጎ ከዓ ትኽክል እዚ እዚ ብለር ሞሽን ብለር ዝብለሎ ክንውስኸሉ ፅቡቅ እዩ እቲ ላይን ኣብ ዝኸደሉ ግዜ ቁርብ ከምዚ ድብዝዝ ይብለልና ማለት እዩ ስለዚ ከምዚ ጌርና እቲ ቴክስት ኣኒሜሽን ክንሰርሕ ንኽእል ኢና ዝተፈላለዩ ዓይነት መገዲ እዮም ዘለዉ እዚ ሓደ ካብቲ ኣሽሓት እዩ ግን ኣብ መንጎ እዚ ትመሃሮ ብዙሕ ቴክኒካት ኣለዎ ምስ ኪ ፍሬምስ ኢዚ ኢን ኢዚ ኣውት ብዙሕ እዮም ዘለዉ ኣይሆፕ ቁሩብ ተማሂርኩም ክትኮኑ ተስፋ ገብር ምናልባት ነቶም ቁሩብ ደይሰጎምና ዘለና ቁሩብ ብርትዕ ኢሉኩም ክኸውን ይኽእል እዩ ግና ኩሉ ግዜ ቀስ እናገበርኩም እንድሕር ተለማሚድኩም ኣብ ዝመጽእ ዘይትመሓየሽሉ ምክንያት የለን ኢለ ኣምኒ ንሎሚ እዚኣ ትኣክል እያ ኣብ ቀጻሊ መደብ ፍልይ ዝበለ ክሳብ ንረኸብ ብሩኽ ቅነ